ከምስዩ ዜና ከስማዕኩም ኣብ ኢትዮጵያ ክልል ደቡብ ዞባ ደቡብ ኦሞ ወረዳ ዳሰነጅ ሩባ ኦሞ መሊኡ ልዕሊ 6200 ነበርቲ ከም ዝተመዛበሉን ንጸገም ከም ዝተቓልዑን ተዛሪቦም ምምሕዳር ዞባ ደቡብ ኦሞ ብብዓመቱ ይኽሰት ዘሎ ናይ ኦሞ ሩባ ሓደጋ ምዕለቕላቕ ዘላቒ ንምፍታሕ ናይቲ ክልልን ናይ ፌደራልን መንግስታት ኣብ መጽናዕቲ ዝተመስረተ ስጉምቲ ክወስዱ ከም ዘለዎም ኣተሓሳሲቡ ይብል ጸብጻብ ዮናታን ዘብድዮስ ካብ ሃዋሳ። መንግስቲ ኣሜሪካ ኣስታት ሓደ ሚልዮን መጠን ክታበት ኮቪድ ጆንሰንን ጆንሰንን ንኢትዮጵያ ወፍዩ። ልዕሊ ኣርባዕተ ነጥቢ ሓሙሽተ ሽሕ ዝግመት ጆንሰንን ጆንሰንን ዝበሃል ሓንሳብ ዝውሰድ መርፍእ ክታበት ፀረ ኮቪድ ዓሰርተ ትሽዓተ ንሚኒስትሪ ጥዕና ኢትዮጵያ ከምዝተረከበ ኤምባሲ ኢትዮጵያ ኣብ ኣዲስ ኣበባ ኣብ ዝዘርግሖ ጋዜጣዊ መግለፂ ኣፍሊጡ። እቲ ናይ ምርኽኻብ ስነ ስርዓት ኣብ መንጎ ኣምባሳደር ኣሜሪካ ኣብ ኢትዮጵያ ጊታ ፓሲን፣ ምኽትል ሚኒስተር ሚኒስትሪ ጥዕና ሰሓረላ ዓብዱላህን ኣብ ማእኸል ጥዕና ጃን ሜዳ እዩ ተፈፂሙ። ብዘይካ እቲ ድሮ ኣትዩ ዘሎ መጠን ክታበት፣ ኣስታት ፍርቂ ሚልዮን ጆንሰንን ጆንሰንን ሎሚ ኣብ ኢትዮጵያ ክኣቱ እውን ትፅቢት ይግበር። እቲ ሓገዝ ኣካል እቲ ምምሕዳር ፕሬዚዳንት ባይደን ሃሪስ ብመንገዲ ኮቫክስ ዝገብርዎ ዘለዉ ናይ ምብፃሕ ስራሕ ምዃኑ እቲ መግለፂ ይሕብር። ኣብቲ ናይ ምርኽኻብ ስነ ስርዓት ዝተረኽባ ኣምባሳደር ፓሲ፣ ምስዚ ናይ ሎሚ ሓገዝ ክታበት ኣሜሪካ ንኢትዮጵያ ዝሓገዘቶ መጠን ክታበት ናብ ክልተ ነጥቢ ሓሙሽተ ሚልዮን ክድይብ እንከሎ ኣካል እቲ ኣብ መንጎ ክልተ መንግስታት ዘሎ ዝምድና ምዃኑ ጠቒሰን። ለበዳ ኮቪድ ኣብ ዝጀመረሉ ንምክልኻሉ ኣብ ዝውዕል ብወገን መንግስቲ ኣሜሪካ ንኢትዮጵያ ክልተ ሚእቲ ሚልዮን ዶላር ሓገዝ ተዋሂቡ ምንባሩ እውን እቲ መግለፂ ይሕብር። ኣብ መንጎ ሚኒስትሪ ጥዕና ኢትዮጵያን መንግስቲ ኣሜሪካን ንዕስራ ዓመት ኣብ ዝመጠጠ ናይ ግዜ ሰሌዳ ናይ ኣርባዕተ ቢልዮን ዶላር ሓገዝ ውዕል ከም ዘሎ እቲ ጋዜጣዊ መግለጺ ከመልክት እንከሎ፣ እዚ ናይ ሎሚ ሓገዝ እውን ኣካል ምዃኑ ይሕብር። ዝሓለፈ ወርሒ ዝሞቱ መራሒ ቻድ ዝነበሩ ሕሴን ሃብረ ኣብቲ ብኣፍሪካ ደረጃ ናይ ፈለምኡ ዝነበረ መጋባእያ ሰኔጋል ገበነኛ ኮይኖም ድሕሪ ምርካቦም ሚልዮናት ካሕሳ ክኸፍሉ ተወሲኑ እንተነበረ እውን ግዳያት ናይዚ ሓንቲ ሳንቲም እውን ኣይረኸቡን። ስለዚ ከኣ እዮም ብሕብረት ኣፍሪካ ዝተወከሉ ጠበቓታት ንግዳያት ንምዝርራብን ብዱላት ዝግብኦም ካሕሳ ንምውሳድ ንምፅናዕን ብ15 መስከረም ናብ ቻድ ዝተጓዓዙ ግዳያት ግፍዒ ሕሴን ሓብረ ኣስታት 7,000 ዝበፅሑ ኮይኖም ብሓፈሻኡ 150 ሚልዮን ዶላር ካሕሳ ክኽፈሉ እዩ እቲ ቤት ፍርዲ በይኑ ነይሩ እቲ ካሕሳ ካብ ንዋት እቲ ፕሬዚዳንት ነበር ክኽፈል ተመዲቡ እንተነበረ እውን ኣብ ዝሓለፈ ወርሒ ድሕሪ ምሟቱ መሊሱ ነቲ ነገር ሓላሊኽዎ ኣሎ። ፍርዲ ሕሴን ሃብረ ብመግዲ ኣፍሪካዊ ሕብረት ደኣ ይፈፀም እምበር እቲ ውድብ ግን ነቲ ገንዘብ ከም ዝኽፈል ክገብሮ ተኽእሎ የብሉን። እቶም ካሕሳ ዝፅበዩ ዘለዉ ግዳያት ገሊኣቶም ድሮ ብሞት ተፈልዮም እዮም። ሚኒስትር ፍትሒ ቻድ ንካሕሳ ግዳያት ዝውዕል ገንዘብ ከዋፅእ ምዃኑ ኣፍሊጡ ኣሎ። እቲ ዝዋፃእ ገንዘብ ንምሉእ እቲ ዝድለ መጠን ዝሽፍን ምዃኑ ርዱእ ኣይኹን እምበር እቲ ዝበዝሕ ገንዘብ ካበይ ክውህለል ምዃኑ ግን ገና ዘይተመለሰ ሕቶ እዩ። ኣብ ሰሜን ናይጀርያ መጭወይትን ናይ ህውከት መጥቓዕትታትን ኣብ ዝሓየለሉ እዋን ኣብ ሓይልታት ፀጥታ ትዕግስቶም ዝተፀንቀቐ ገለ ሲቪላት ንርእሶም የዕጥቑ ከምዘለዉ ተፈሊጡ። ወለንተኛታት መናእሰይ ደቂ ተባዕትዮ ብረት ዓጢቖም ንኣዋርሕ ንማሕበረሰቦም ለይቲ ካብ ዕጡቓት ሸፋቱ ይሕልዉ። ናይ መጭወይቲ ማእኸል ዝኾነት ክፍለ ግዝኣት ካዱና እያ። ንገንዘብ ዝካየድ መጭወይቲ ኣብ ክልተ ሽሕን ዕስራን ኣቆፃፅራ ፈረንጂ ሰማይ ዓሪጉ እዩ። ኣብ ክፍለ ግዝኣት ካዱና ኣስታት ክልተ ሽሕ ሰባት ተዓፊኖም ተወሲዶም ብመሰረት ናይቲ ክፍለ ግዝኣት መንግስቲ። ካልኦት ትሽዓተ ሚእትን ሰላሳን ሸውዓተን ሰባት ብናይ ሸፋቱ መጥቓዕትታት ተቐቲሎም እዮም። ማሕበረሰባት ብናይ ባዕሎም ዕጡቓት ስቪላት ዝሕለዉ እንተኾይኖም ዝኾነ ጌጋ ክፍፀም ይኽእል። ኣብ መጋቢት ሸፋቱ ኣብ ካዱና ንኣርባዕተ ወለንተኛታት ሓለውቲ ቀቲሎም። ኣብ ክፍለ ግዝኣት ኒጀር እውን ሸፋቱ ኣብ ሰነ ኣብ ሓደ ኣጋጣሚ ጥራሕ ንሰላሳ ወለንተኛታት ሓለውቲ ቀቲሎም እዮም። ኩባንያ ኣፍሪካ መድሓንት ፋይዘር ክታበት ንኣናእሽቱ ቆልዑት እውን ይሰርሕ እዩ ክብል ኣፍሊጡ። ብፋይዘርን ናይ ጀርመን መሻርኽቱ ባዮንቴክን ዝተሰርሐ ክታበት ኮቪድ ዓሰርተ ትሽዓተ ክኽተብ ንዝደሊ ዝኾነ ይኹን ልዕሊ ዓሰርተ ክልተ ዓመት ተቐሪቡ ይርከብ። ሕዚ ድማ ፋይዘር ከምዝሓበሮ እቲ ክታበት ካብ ሓሙሽተ ዓመት ቆልዑ ጀሚሩ ከምዝሰርሕ ፈተነታት ሕክምና ሓቢሮም ኣለው ክብል ኣብዚ ሰሙን ገሊፁ ኣሎ። ኣብ ፋይዘር ላዕለዋይ ምኽትል ፕሬዚዳንትን ናይ ህፃውንቲ ሓኪምን ዶክተር ቢል ግሩበር ካብ ሓሙሽተ ክሳብ ዓሰርተ ሓደ ዓመት ዝርከቡ ቆልዑ ሓያል ናይ ምክልኻልን ዘዕግብ ናይ ድሕነት ኣገባብን ዝገልፅ ክታበት ፋይዘር ባዮንቴክ ፈላማይ መረዳእታ ወይ ዳታ ንምምሕዳር ምግብን መድሓኒትን ኤፍዲኤ ከምነቕርብ ብዝለዓለ ታሕጓስ ክገልጸልኩም እደሊ ኢሎም። እቶም ቆልዑ ብዕድመ ዝደፍኡ ተኸተብቲ ከጋጥሞም ዝኽእል ኣሉታዊ ሳዕበን ማለት እውን ድኻም፣ መርዘን ርእሲ፣ ናይ ጭዋዳ ሕማምን ካልኦትን ከጋጥሞም ከም ዝኽእል እቲ መረዳእታ ይሕብር። ፋይዘር፣ እቲ ሓበሬታ ኣብ መወዳእታ ወርሒ መስከረም ንኤፍዲኤ ብምርካብ፣ ኣብ ጥቅምቲ ኣብ ክሊ ዕድመ ካብ ሓሙሽተ ክሳብ ዓሰርተ ሓደ ዓመት ዝርከቡ ቆልዑት ምእንታ ክኽተቡ ሰበስልጣን ፍቓድ ክህቡ ትጽቢት ይግበር። መንግስታት ኣውሮፓ እናዓበየ ይኸይድ ብዘሎ ቅልውላው ሓይሊ ወይ ጸዓት ቢልዮናት ዶላር ንምውጻእ ተዳልዮም ኣለዉ። ኣብ ኣውሮፓ ናይ ዛሕሊ እዋን ይቀራረብ ኣብ ዘሎ፣ ሰባት ንስድርኦም ከሙቑ እንተ ኾይኖም ናይ ደወል ምልክት የስምዑ ኣለዉ። ፖለቲከኛታት ድማ እቲ ናህሪ ዋጋ ኣብ ዝቕባበ ዝህልዎ ሳዕቤን ኣብ ምርጫ ዘሕድሮ ጽልዋን የተሓሳስቦም እዩ ዘሎ። ምኽንያት ዝላ ዋጋ ናይ ተፈጥሮ ጋዝ ኣብ እስያ ዝለዓለ ተደላይነት ብምህላዉን ኣብ ኣውሮፓ እቲ ቀረብ ብምትሓቱን እዩ። ጃምላዊ ዋጋ ጋዝ ብ ክልተ ሚእትን ሰማንያን ፐርሰንት ወሲኹ ኣሎ። ዋጋ ሓይሊ ኤሌክትሪክ እውን ብዝለዓለ መጠን ከም ዝወሰኸ ተፈሊጡ ኣሎ። ሞስኮ ብዩክረይን ኣቢላ ብናይ ነዳዲ መሕለፊ መስመራት ጋዝ ንምስዳድ ምዕቃብ ምግባራ ሩስያ ሓይሊ ወይ ጸዓት ንናይ ኣውሮፓ ጎረባብቲ ሃገራት ከም መትሓጃ ትጥቀመሉ ኣላ ዝብሉ ኣለዉ። ገለ ኣውሮፓውያን ፖለቲከኛታት ክረምሊን ኮነ ኢላ ነቲ ጸገም ተጋድዶ ኣላ ክብሉ ይኸሱ። ዩናይትድ ስቴትስን ቻይናን ለውጢ ኩነታት ኣየር ንምምካት ነናይ ባዕለን ዓበይቲ ስጉምታት ዕላዊ ገይረን። ክልተ ኣብ ዓለም ብቑጠባ ዝዓበያን ናይ ካርበን በከልትን ዝኾና ኣሜሪካን ቻይናን ለውጢ ኩነታት ኣየር ንምቅላስ ብቕድሚ ትማሊ ሰሉስ በይናዊ ፋይናንሳዊ ሓገዝ ዕላዊ ገይረን ኣለዋ። ናይ ቻይና ፕሬዚዳንት ቺ ጂንግ ፔንግ ሃገሮም ኣብ ወጻኢ ሃገራት ብናይ እምኒ ፈሓም ወይ ድማ ከሰል ንዝሰርሑ ናይ ሓይሊ መመንጨዊ ትካላት ብገንዘብ ከምዘይትሕግዝ ኣብ ሓፈሻዊ ጉባኤ ሕቡራት መንግስታት ብምዝራብ ኣብ ኩነታት ለውጢ ኣየር ንዓለም ኣገሪሞም ኣለዉ። ንሶም ነዚ ዕላዊ ዝገበሩ ናይ ኣሜሪካ ፕሬዚዳንት ጆ ባይደን ዓለማዊ ዋዒ ንምቁጽጻር ናብ ንጹህ ጸዓት ወይ ሓይሊ ንዝሰጋገራ ድኻ ሃገራት ክሳብ ክልተ ሽሕን ዕስራን ኣርባዕተን ኣቆጻጽራ ፈረንጂ ኣብ ዘሎ እዋን ዝወሃብ ፋይናንሳዊ ሓገዝ ብዕጽፊ ብምውሳኽ ዓሰርተ ሓደ ነጥቢ ኣርባዕተ ቢልዮን ዶላር ንምሕጋዝ ዕላዊ ምስ ገበሩ እዩ። ኣብ መወዳእታ፣ ኳድ ብዝብል ሽም ናይ ዝጽዋዕ ኣኼባ መራሕቲ ኣርባዕተ ሃገራት ኣሜሪካ፣ ኣውስትራልያ፣ ጃፓንን ህንድን ጽባሕ ዓርቢ ኣብዚ ኣብ ዋሽንግተን ዲሲ ብኣካል ክራኸቡ ምዃኑ ተፈሊጡ። ኣብ ኢንዶ ፓሲፊክ ሓይሊ ቻይና እናዓበየ ይኸይድ ኣብ ዘለሎ ብዛዕባ ምትሕብባር ኣብ ዞባ ክዘራረቡ እዮም ተባሂሉ ኣሎ። ናይ ኣሜሪካ ፕሬዚዳንት ጆ ባይደን፣ ቀዳማይ ሚኒስተር ኣውስትራልያ ስካት ሞሪሰን ናይ ህንዲ ቀዳማይ ሚኒስተር ነረንድራ ሞዲን ናይ ጃፓን ቀዳማይ ሚኒስትር ዪሺሃዲ ሱጋን ኣብ መጋቢት ብኢንተርኔት፣ ቨርቹዋል፣ ኣቢሎም ተዘራሪቦም ነይሮም። ወሃብ ቃል ዋይት ሃውስ ጄኒ ሳኪ ኣብ ዘውጽኣኦ መግለጺ፣ መራሕቲ ክዋድ ከም ምምካት ኮቪድ ዓሰርተ ትሽዓተ፣ ምፍታሕ ቅልውላው ኩነታት ኣየር፣ ኣብ ቴክኖሎጂ ምትሕብባርን ነጻን ግልጽነትም ኣብ ኢንዶ ፓሲፊክ፣ ምትብባዕን ኣብ ዝኣመሰሉ ርክባት ኣብ ምዕማቕን ጭቡጥ ምትሕብባር ኣብ ምስጓምን ዘተኮረ እዩ ኢለን ኣለዋ። ዜና ኣብዚ ይፍጸም።
ነመስግን ገብረ እዚ ሬድዮ ድምፂ ኣሜሪካ እዩ። ናብ ዝቕጽል መደብ ክንሰግር። ኣብ መበል ሰብዓን ሽዱሽተን ሓፈሻዊ ባይቶ ሕቡራት ሃገራት ሎሚ መደረ ከስምዑ ተሰሪዖም ዘለዉ መራሕቲ ኣፍሪቃ፣ መራሒ ደቡብ ኣፍሪቃ ክሪል ራማፎዛ፣ እድሪስ ደቢ ናይ ጫድ፣ ዮወሪ መሰቨኒ ናይ ዩጋንዳ ይርከብዎም። ምቅራሕ ክታበት ኮቪድ ዓሰርተ ትሽዓተ ሓደ ካብ ዓበይቲ ዛዕባታት ዋዕላ ውድብ ሕቡራት ሃገራት ኮይኑ ኣሎ። ትማሊ ፕሬዚዳንት ብፕሬዚዳንት ጆ ባይደን ዝምራሕ ኣኼባ ካብ ዝተሳተፉ መራሕቲ ናይ ደቡብ ኣፍሪቃ ፕሬዚዳንት ክሪል ራማፎዛ ኣብ ኣፍሪቃ ዘሎ ብፅሒት ክታበት ፍትሓውን ሞራላውን ኣይኮነን ክብል ከሎ እሁሪ ኬንያታ ድማ ብተመሳሳሊ ፃውዒት ኣቕሪቦም ኣለው ነዚ ዝምልከት ፀብፃብ ኣለና ተወልደ ወልደ ገብርኤል ክቕርቦ እዩ ከም ኣሜሪካ ዝበላ ሃገራት ንህዝበን ሕልፍን ትርፍን ክታበት ኮቪድ ኣብ ዝሓዛሉ እዋን ካልኦት ሃገራት ብዋሕዲ ቀረባት ክታበት ይሳቐያ ከም ዘለዋ እዩ ዝግለጽ ዘሎ። ማእከል ምቁጽጻር ሕማማት ኣፍሪቃ ACDC ኣርባዕተ ሚእታዊ ህዝቢ ኣፍሪቃ ጥራሕ ከም ዝተኸተበ ይገልጽ። ትማሊ ብፕሬዝደንት ኣሜሪካ ጆ ባይደን ኣብ ዝተመርሐ ኣኼባ ገለ መራሕቲ ዝተሳተፈ ናይ ደቡብ ኣፍሪካ ፕሬዝደንት ስሪል ራማፎዛ ኣብ ኣፍሪቃ ዘሎ ብጽሒት ክታበት ፍትሓውን ሞራላውን ኣይኮነን ኢሉ። ኣብ ዓለም ካብ ዝተዋህበ 6 ቢልዮን ክታበት ኮቪድ ኣብታ ሓደ ነጥቢ ክልተ ቢልዮን ህዝቢ ዘለዋ ኣፍሪቃ ክልተ ሚእታዊ ጥራይ ምውሃቡ ከም ዘሕዘኖ እውን ገሊጹ። ባይደን ኣብቲ እዋን ሃገሩ ንኻልኦት ሃገራት ንምክፍፋል ተወሳኺ ሓሙሽተ ሚእቲ ሚልዮን ክታበት ትዕድግ ከም ዘላ ኣፍሊጡ። ብዙሓት መራሕቲ ዓለም ብምኽንያት ስግኣት ለበዳ ኮሮና ቫይረስ ኣብ ክንዲ ብኣካል ኣብ ኒውዮርክ ተረኺቦም ዝምድሩ ብድምፂ ዝተቐርፀ ምልእኽቲ እዮም ኣመሓላሊፎም። ሎሚ ካብ ዝተሰምዐ መድረታት ፍርቁ ኣቐዲሙ ዝተቐረፀ እዩ። ናይ ኬንያ ፕሬዝደንት ኡሁሩ ኬንያታ ብወገኑ ምዕሩይ ዕድላት ክታበት ንኽህሉ ሃገራት ብሓባር ክሰርሓ ጸዊዑ። ብማዕዶ ዝመደረ ኬንያታ በቲ ናይ ሎሚ ዓመት ቴማ ሕቡራት ሃገራት ከም ዝተተባብዐ ገሊጹ። ናይ ሎሚ ዓመት ቴማ ካብ ኮቪድ 19 ንምሕዋይ ተስፋ ጽንዓት ምህናጽ ዝብል እዩ። ኬንያ ብኮቪድ ልዕሊ 5,000 ሰባት ከም ዝኸሰረት ዝገለጸ ኡሁሩ ኬንያታ ኮቪድ ከም ቱሪዝምን ወፍርን ብምጉዳእ ኣብ ኤኮኖሚ ሃገሩ ኣብ ዓመታት ዘይተራእየ ጽልዋ ከም ዘሕደረ ጠቒሱ ኣሎ። ነቲ ዝደኸመ ኤኮኖሚ ዳግም ንምህናጽ ድማ ዓለማዊ ግብረ መልስን ቀረባት ክታበት ኮቪድን ከም ዘድሊ ጠቒሱ ኣሎ። ኣብዚ ጉዳይ እዚ ዓለማዊ ስርዓት ኣይሰርሕን ዘሎ ዝበለ ኬንያታ ነቶም ጸገማት ንምፍታሕ ዝተኣትወ ቃል ብዙሕ ኣይተተግበረን እንተላይ ብባይቶ ጸጥታ ኢሉ። ዝመጽእ ወርሒ ኬንያ ፕሬዝደንትነት ባይቶ ጸጥታ ክትርከብ እያ። ኬንያ ፕሬዝደንት ባይቶ ጸጥታ ኣብ ትኾነሉ እዋን ብዙሓት ጉዳያት ከም እተልዕል ሓደ ካብኡ ድማ ኣህጉራዊ ማሕበረሰብ ብኸመይ ንብዙሕነት ክድንቕ ከም ዘለዎ ንህንፀት ሰላም ምስራሕን ብኸመይ ዘይሕጋዊ ምዝውዋር ኣጾራት ንወፍርታት ዓቃቢ ሰላም ይትንክፎ ከም ዘሎን ከምኡ እውን ንደቂ ኣንስትዮ ኣብ ምዕቃብ ሰላምን ህንፀት ሰላምን ክሳተፋ ከምዘለዎን ሃገሩ ከምትደፍኣሉ ኬንያታ ኣፍሊጡ ኣሎ። ብኻል ወገን ፕሬዝደንት ጋናን ኣቦ መንበር ኢካዋስን ናና ኣኩፎ ኣዶ ኣብቲ ዋዕላ ብኣካል ዝተረኸበ ክኸውን ከሎ ብፍላይ ዝሓለፈ ክልተ ዓመት ኣብ ዝማዕበላ ሃገራት ከይተረፈ ዲሞክራሲ ክጥቃዕ ርኢና ኣለና ኢሉ። ኣብ ጊኒን ማሊን ዝተገብረ ወተሃደራዊ ዕልዋ መንግስቲ ኣብ ምዕራብ ኣፍሪቃ ንዴሞክራሲያዊ ስርዓት ዕንቅፋት እንተኾነ እኳ ማሕበረሰብ ምዕራብ ኣፍሪቃ ኢካዋስ ኣብ ምዕራብ ኣፍሪቃ ዴሞክራሲ ንምዕቃብ ብዕቱብ ከም ዝሰርሕ ኣፍሊጡ ኣሎ። ኣተሓሒዙ ድማ ኣፍሪቃ ኣብ ጉጅለ ዕስራ ሃገራት ከም ኣባል ክትኣቱ ግቡእ እዩ ክብል ጻውዒት ኣቕሪቡ ኣሎ። መራሒ ጋና ኣብ ዋዕላ ሕቡራት ሃገራት ፕሬዝደንትነት ካብ ዝርከብ ንፈለማ እዋን ኣብቲ መድረኽ ቀሪቡ መደረ ዘስምዐ ጆ ባይደን ኣብ ምሉእ ዓለም ብለበዳ ኮሮና ቫይረስ ዝተፈለዩ ልዕሊ 4 ሚልዮንን ፈረቓን ብምጥቃስ እቲ ኣጋጣሚ ንኣህጉራዊ ዓለማዊ ምትሕብባር ዝጽውዕ ምዃኑ ጠቒሱ ኣሜሪካ ካብቲ ቅድሚኡ ዝጸንሐ መሪሕነት ዝተፈለየ መስመር ክትክተል ምዃና ዘነጸረ መደረ ፕሬዚደንት ባይደን መደርኡ ኣብ ዓለማዊ ለበዳ፣ ክሊማዊ ለውጢ፣ ሰብኣዊ መሰላት፣ ምዕባለ ቴክኖሎጂን ዘተኮረ እዩ ነይሩ። ሕጂ እንወስዶ ስጉምቲ ንወለዶታት ዝጸሉ እዩ ዝበለ ባይደን፣ ምምሕዳሩ ነቲ ኣቐዲሙ ተበቲኹ ዝጸንሐ ኣመሪካ ፈለማ ብዝብል ምጉት ዘቐድም መርሓ ክቕይሮ ምዃኑ መደርኡ ዘነጽር እዩ ነይሩ። ገለ ካብቲ ፕሬዚደንት ባይደን ዝጠቐሶ ብሓይሊ ኣጽዋርን ሰራዊትን ዝፍታሕ ጎንጺ ስለ ዘየለ፣ ምምሕዳሩ ኣብ ጽምዶ ርክባትን ዝምድናታትን ክሰርሕ ምዃኑ ምርኣዩ፣ ነዚ ከም ኣብነት ዝጠቐሶ ድማ ምስሓብ ሰራዊት ኣሜሪካ ካብ ኣፍጋኒስታን እዩ።
ፈነወ ሬድዮ ድምፂ ኣሜሪካ ኢኹም ትከታተሉ ዘለኹም። ዝስዕብ መደብና መደብ መናእሰይ እዩ።
ኣብ ናይ ሎም መደብ መናእሰይ ንክልተ ኣብ ስራሕቲ ሰብኣዊ ሓገዝ ዝተዋፈራ ደቂ ኣንስትዮ ኣብ ሱዳን መዕቆቢ ስደተኛታት ትግራይ በፂሐን ዝገበርኦ ስራሕቲ ዘላሉ እዩ ዝኸውን ሳራ ፍሳሃየ ኣዳልያቶላ ናብኡ ከስግረኩም ኣብ ከተማ ዓዲግራት እያ ተወሊዳ ዓብያ። ደሓር ድማ ምስ ስድርኣ ናብ ኣዲስ ኣበባ ኣቢሎም። ኣብኡ ድማ ሞያ ሞዴሊንግ ጀመረት። ብድሕሪ እዚ ኣብ ዝተፈላለያ ሃገራት ኣፍሪካን ኣሜሪካን ዘይራ ክትሰርሕ ፀኒሓ። ንከም ማይክል ኮርስ፣ ጆርጅ ኣርማኒ፣ ኮካ ኮላን ዝኣምሰሉ ትካላት ፋሽንን ንግድን ሽፋን ገፅ መጋዝኖምን መለለይት ምህርትታቶምን ኮይና ሰሪሓ። ዮዲት ኣታኽልቲ ኣብዚ እዋን በዓልቲ ሓዳርን ኣደ ሰለስተ ቁልዑን እያ። ነዚ ናይ ሎሚ መደብ መናእሰይ ጋሻና ዝኾነትሉ ስራሓ ግና ነቲ ኣብ ኢትዮጵያ ክልል ትግራይ ዘሎ ቅልውላው ስዒቡ ካብ ምዕራብ ትግራይ ሃዲሞም ኣብ ሱዳን ንዝተዓቖቡ ስደተኛታት ብፍላይ ደቂ ኣንስትዮን ህፃናትን ኣመልኪታ ምስ ሓሙሽተ መሓዙታ ስራሕቲ ሰብኣዊ ሓገዛት ዘሳልጥ ዮዲት ፋውንዴሽን መስሪታ ስራሕ ጀሚራ ትርከብ። ኣብ ትግራይ ሽግር ምህላው ክንግንዘብ ከለና ማንም ካብ ማንም ትግራዋይ ያው ሰላማዊ ሰልፊ ብምውፃእ ትዊት ብምግባር ምስ ዝተፈላለየ ሸር ብምግባር ብኹምኡ ኢኻ እየ ጀሚረ ማለት እዩ ድሓር ግን ማለት ብዓብይ ነገር እውን ኮይኑ ከይኮነ ከም ጓል ኣነሽተይቲ ማለት እዩ እስቲ ኣነ ሓንታይ ካብኡ ንላዕሊ እንታይ ክገብር ይኽእል ብዝብል ማለት እዩ ንደቂ ኣንስትዮ ዲግኒቲ ኪት ማለትም ቡታንትን ናይ ሞዴስን ማለት እዩ ናይ ንፅህና ከምኡ እውን ሳሙናን ኢካ ትሓስብ ስለዚ ሓደ ሽሕ ደቂ ኣንስትዮ ክሕግዝ ኦር ክልተ ሽሕ ኢልኪ ክትጅምሪ ክትጅምርዮ ከለኪ ኢሚድየት ፋሚሊ ኢሚድየት ፍሬንድስ ኣከባቢካ ዘሎ ሰብ ብቴክስ ብምግባር ልዕሊ ትሽዓተ ሽሕ ደቂ ኣንስትዮ ብምስብሳብ ብኣማዞን ሊንክ እናተጠቐመ ሰብ ገዚኡ ክሰደለይ ናብ ገዛ ያው ይሰዶ ካብኡ ከዓ ምስ መፀ ያው ፈትሕኻ ሪፓኪንግ ገይሩ ንሓንቲ ጓል ኣንስተይቲ ክልተ ብታንትን ስለስተ ዝብሎ ፓድ ዝበፅሓ ማለት እዩ ካብ ባዕለይ ካብ ገዛይ ማለት እዩ ጀሚሩ ኣሕዋተይ መሓዙተይ ብኣብ ስልከይ ዘሎ ኣብ ኮንታክተይ ዘሎ ሰብ ቴክስት ብምግባር። ጽሒፈ ማለት እዩ እንታይ ከም ዝገብር ዘለኹ ንምንታይ ክንረድእ ከም ንኽእል ሲምፕል ቴክስት ብምፅሓፍ ቴክስት ብምግባር ከምኡ እውን ናይ ኣማዞን ሊንክ ይሰደሎም እታ ዝደልያ ቡታንትን እታ ሞዴስን ማለት እዩ ሽዑ ናብቲ ሊንክ ከይዶም ያው እቲ ሊንክ ብናይ ኣማዞን ናይ ሊንክ ናይ ባዕሊ ኣድራሻ ዘለዎ ስለዝኾነ ናብ ገዛይ ሰንድ ይገብሩለይ ማለት እዩ እና ጀስት ብከምኡ ጥራሕ ኦልሞስት ናይ ሸሞንተ ሽሕ ዶላር ተሰብሲቡ ማለት እዩ ብቴክስት ጥራሕ ማለት እዩ እና ዊች ቢ ናይ ትሽዓተ ሚእቲ ወር ሓደ ሽሕ ደቂ ኣንስትዮ ዝኽእል ኣብ ክንደይ ግዜ ተኣኪብልክ እዚ እዚ ኦልሞስት ለስደን ዕስራ መዓልቲ ይኑ ኣብዚ ስልከይ ጥራሕ ዘሎ ሰብ ከምዚ ክገብር እንተኮይነ ንምንታይ ዋይናት ኣድቪኬት ገይረ ኣብ ዝተፈላለዩ ሚቲን ብምክያድ ኣብ ዝተፈላለዩ ዙ ብፌስቡክ ብምውፃእ ኣብ ኢንስተግራም ብምልጣፍ ሞር ሰብ ክረክብ ይኽእል እዮ ብዝብል ማለት እዩ ብዙሕ ብዙሕ ቅዱስ ሰብ ከዓ ዝልጥፎ ዝነበርኩ ቪድዮታት ማለት እዩ ሸር ምግባር ጀሚ ድሕሪ እቲ ካብ ኩሉ ኣንፈት ዓለም ዝተሰደደ መሐለዊ ወርሓዊ ፅግያ ደቂ ኣንስትዮ ፈቲሓ ደጊማ ንኹሉ ክባፃሕ ብዝኽእል ድሕሪ ምዕሻጋ ልዕሊ 56 ሻንጣ ንልዕሊ 9ሸ ደቂ ኣንስትዮ ዝባፃሕ ከባቢ 100 ሽሕ ዘውፅአ ዋጋ ኮይኑ ይኹን እምበር ነዚ ስዒቡ ዝመፀ ፀገም ድማ ኣሎ ነዚ ኹሉ ሻንጣ መን ይውሰዶ ኾነ? ደሓር ግን መሓዙታን መሳርሕታን ነቲ ጸገም ንምእላይ ንመጓዓዝያ ሓገዛት ገንዘብ ብምትእኽኻብ፣ ገሊኦም እውን ብናይ ውልቆም ወጻኢ ትኬት ቆሪጾም ሓቢሮማ ናብ ሱዳን ክኸዱ ወሰኑ። ዮዲት እውን ደቃን ሓዳራን ገዲፋ ነቲ ካብ ሰባት ዝተኣኻኸበቶ ሓገዝ ከተብጽሕ ናብ ሱዳን ኮነ ጉዕዞ። ከቢድ ነይሩ። ክኸድ ከለኹ ያው ኣሬንጅ ክገብር ነይሩኒ። ደቀይ እውን ተኬር ክገብር በዓል ገዛይ ስራሕ ገዲፉ ኣብ ገዛ ኣደይ ንእሽተይ ዓባይ ስለዝኮነት ማለት እዩ ክሕግዛ ክሳዕ ዝመፀን ዓሰርተ ሓሙሽተ መዓልቲ ስራሕ ገዲፉ ብሬክ ወሲዱ ማለት እዩ ያው መሰደይ ኮይኑ ሓልዮም ሰብ ኣሚኑ ናብ ገዛይ ድረስ እዩ ዝተፈላለየ ሰብ ሰዲድዎ እና ኣይንድ ሜክ ሹር ብትክክል ክበፅሕ ብትክክል ክከፋፈል ኣምግላድ ኣይድድ ብምኻደይ ብጣዕሚ ደስተኛ እየ ንምንታይ ብጣዕሚ ከይደስ ብዙሕ ነገር ሪኤ ኢንከረጅ ገይሩኒ ነዚ ሐዚ ፋውንዴሽን ተመስሪቱ ዘሎ መፅኤ ንክገብር ንምንታይ እቲ ዝገበርኩዎ ነገር ንእሽተይ እዩሞ ብዙሕ ነገር ንህዝቢ ክገብር ከም ዘለኒ ኣነ ዘለክዎስ ኣርእዩኒ እዩ ማለት ብዘይ ኩሉ ነገር ክትገብሮ ከለካ ፐርበዝን እዩ እግዚኣብሄር እውን ኣብኡ ክወስደኒ ከሎ ንምንታይ ኣደ ሓሊመ ንሱዳን ዝበሃል ክኸዲ ኢለ ንደቂቅ ሓሲበ ይፈልጥን ኮይኑ ከይደ እግዚኣብሔር ይመስከን ከዓ ብሰላም ተመሊሰ መፅኤ ማለት እዩ እዚኣ ትርእያ ደለክ ዘክዳን እዚኣ ክዳን እየኮ ተኸዲነ ወፅኤ ካብ እነታተይ እኳ ከይጥቀም ነፀላ ይቀዲደ ደንጊፀ ለይቲ ክገዛይ ዝወፃኹ እዩ እዚ ብጣዕሚ ኣብ ኮፊልና ኣብ ጉድጓድ ብክንደይ ችግር ኢና ነሕልፎ ኣይክናት ኢማጅን ክገብር ኣይክእልን ከምኡ ተበላሹ ክዳን ክረስሑስ ከመይ ዓይነት ዲግኒቲ ክዳውን ከምዝኸውን እሞ ከዓ ስለ ሰኣንኪ ዋላ ሓልሓሊ ነገር ማለት እዩ እና ንዲግኒቲ ንጓል ኣንሽተይቲ ብጣዕሚ ነሰሰሪ እዩ እየ ዝብል ማለት ሰብ ዝተፈላለየ ብተፈላለየ ምግቢ ከብዲ ምናምን ግን ንጓል ኣንስተይቲ ልክዕ ከም ምግቢ ከም ማይ ከይትመፅእ ኢልናስ ዘይመፅእ ነገር ኣይኮነን መዓልቱ ሓልዩ ዝመፅእ ነገር እዩ እሱ ጥራሕ እውን እሱ ጥራሕ እውን ኣይኮ እዚ ከዓ ልዕሊ ዓመትን ዓመትን ገለን ከጥቀምልክ መቃ ዝለንካስ ንምንታይ ብወርሒ ሰለስተ ኣርባዕተ መዓልቲ ዝጥቀምሉ ነገር እዩ ሓፂብ ክብደም ተቕምጡ እዮም ሎንግ ተርም ክትጥቀመሉ ትኽእል ኣቕሓ እዩ። ደቂ ኣንስትዮ እቲ መዓስከር ፅሬተን ዝሕልዋሉ ማይን ሳሙናን ስለ ዘይብለን ንዝተፈላለዩ ረኽስን ሕማምን ይሳጣሓ ነይረን ክብሉ ኣብ ሓሸባ መዕቆቢ ስደተኛታት ዝርከቡ ዶክተር ቴድሮስ ተፈራ ይዛረቡ። ናይ መብዛሕትኦም ሕማማት ናይ መብዛሕትኦም ናይ ጥዕና ፀገማት መንቀሊ ምስ ፅሬት ናይ ውልቀን ናይ ከባቢ ፅሬት ተተሓሓዝ እዩ እሱ ንኹሉ ማዕረ ኮይኑ ምስ ናይ ካቢና ፅሬት ምሕናኽ ንኹሉ ማዕረ ኮይኑ ደቂ ኣንስትዮ ብፍላይ ድማ ምስ ተፈጥሮ ተተሓሒዙ ወርሓዊ ፅሬት ዘድልየሉ ግዜ ኣሎ። እቲ ንሱ ብኣግባቡ ዘይምርካብ ብርክት ዝበለ ምስ ጉድለት ንሱ ተተሓሒዙ ዝረኣ ረኽሲ ነይሩ። ሶ እቲ ረኽሲ ንሱ ቤዚካሊ ፅሩይ ዝኾነ ናይ ዲግኒቲ ኦር ሳኒተሪ ኪት ብምጥቃም እዩ ፕረቨንት ዝግበር ስለዚ መድሓኒት ማለት እዚ እዩ ቅድሚ ምሕማመን ንሕክምን ኣለና። ብድሕርዚ ዮዲት ኣብቲ መዓስከራት ሱዳን ድሕሪ ምብጻሕ ጸገም እቶም ስደተኛታት ብምርዳእ ካብዚ ንላዕሊ እንታይ ክንሕግዘኩም ብምባል ጸገማቶም ሓቲታ እቲ እትኽእሎ ኣብቲ እዋን ገዚኣ ከም ጸባ ንህጻናትን ሕሩጭ ፊኖን ክዕደሉ ገይራ ይኹን እምበር ዝያዳ ጸገም እቶም ስደተኛታት ግን ዝተዋህቦም ጥረምረ እኽሊ ረድኤት ዝጥሕንሉ መጥሓን ስለ ዘይብሎም ንዝኸበደ ጸገም ምስጥሖም ሓቢሮምለይ ትብል። እቲ መጥሓን ናይ ሎካል ናይ ሱዳናት ኣሎ። መጀመርያ ገንዘብ ኣይንወሃብን ካሽ እና ዝንሃውና ሸሓኒ፣ ኮቦርታ፣ ምንጻፍና ምናምን እናሸጥና ብኡ ነጥሕን ነይርና። ሕዚ ግን ኩሉ እቱ ሸሓንናም ኮቦርታናም ተወዲኡ እቲ እኽሊ ዝወሃበና ብእኽሊ እንዳሃብና ኢና ነጥሕን። ሶ ንቶም ኣብኡ ዘለዉ ሎካላት ዝውሃብ መርዳእታ ሂቦም እዮም ዘጥሕልዎ ዝተረፈ እና ሕዚ ለምሳሌ ኣነ ሓወይ ወይ በዓል ገዛ ይተልዩኒ ናተ ኤክሊ ሂበስ ናይ በዓል ገዛ የጥሒና ንበልዕ ንክልቴና ማለት እዩ ለስ ምግቢ እዮም ዝርክቡ ዘለዉ ማለት እዩ እና እዚ ኣሰስት ብምግባር ኣክ ዮዲ ትኸው መን ን ፋንሽን ያ ምስተጣየሱ ምስ መፃኹ ር ቨ ዲቮትድ ዝመጥሓን ንክንተክል ማለት እዩ እቲ ፕሮሚስና ሸሞንተ መጥሓን ንምትካል እዩ እዚ ኣርባዕተ መጥሓን ኣብ ተነድባን ዕቡራ ኩምባን ንተክል ኣለና ሰንበት ዝቅፅል ሰንበት ኦር ሶኒ እቲ ስራሕ ክጅምር እዩ ክጥሕንሉ ክጅምሩ እዮም ማለት እዩ ዝተለፈ ኣርባዕተ ከዓ ሞር ኣሰስ ብምግባር ወይም ሓደ ንሓምዳይት እና ሓሸባ ዝበሃሉ እውን ኣለ ሓደ ናቱ ዝተረፈ ከዓ ተን ክልተ ካምፒ ተነድባን ዕምራኩም ባል ዓብይ እዩ ብዙሕ ሰብ እዩ ዘለዎና ዝሕሻ ክንገብር ኢና ማለት እዩ ካልእ ዕስራን ሓደን ዝዕድሚኣ ብስራት ገብረ ስላሰ ትበሃል ጓል እውን ኣርቲስት ሹምዬ ወይ ድማ ገብረ ስላሰ ብርሃነ እያ ኣብ ኣዲስ ኣበባ ተወሊዳ ኣብ ስዊድን ዝዓበይት መንእሰይ እያ ኣብዚ እዋን ትምህርታን ስራሓን ኣቋሪፃ ናብ ሱዳን መዓስከር ስደተኛታት ኣምሪሓ ሙሉእ ግዜኣ ነቶም ስደተኛታት እናሓገዘት ትርከብ። ናብ ሱዳን ወሲና ዝኸደትሉ ምኽንያትን ኣብኡ ኸ እንታይ ትሰርሒ ኣለኺ ክብል ኣዘራሪበያ ነይረ። ኣብ ዓለም ዘለዉ ሓገዝቲ ክሕግዙኹም ዝኽእሉ ሰባት ከመይ ኢኺ እቲ ዘሎ ፀገም ትነግርዮም ከመይ ከሳቶም ናባኺ ይበፅሑ? ኣነ ሞስትሊ ግዜ ኣብ መዓስከር እየ ዘሕልፎ እቲ ችግራት ድማ ክሪኦ እንተለኹ ኣብ ሶሻል ሚድያ እየ ፖስት ክገብሮ እየ ኣብ ግሩፕታት እዮም ዘለዉ ይነግሮም እየ ኣብ መላእ ዓለም ዘለዉ ናይ መንእሰይ ግሩፕ ናይ ደቂ ኣንስቲ ሪች ኣውት ክገብሩለይ ናብዚ እቲ ሓገዝ ድማ የብፅሐሎም እቲ ህዝብና ማለት እዩ። እስኪ እንታይ ይመስል ካብቶም ዘቕረብኩሞም ዝሰራሕኩሞም ስራሕቲ እንታይ እንታይ ስራሕቲ ሰሪሕኩም? ምስ ትግራይ ሪሊፍ መፂና እንተለና ከምዘልኮ ምግቢ ሕፅረት ነይሩ ኣብ ምብራቅ ኩባ ሽዑ ፀባ ፊኖ ሒዝና ከይድና ኔርና። ደቂ ኣንስትዮ ኣብ ሓምዳይት ዝርከቡ ድማ ዝተደፈራ፣ ዝተጎድኣ ኣብ መንገዲ ንዕኦም ቕርሺ ሞዲስ ሂብናዮም ኔርና። ኻልኣይ ሮንድ ምስ ኣስመላሽ ግራንት ፋውንዴሽን ናይ መንእሰይ ኣክቲቪቲ ሰንተር ኣብ ሰለስተ መዓስከር ጌርናሎም ኣብ ሓምዳይት። ዑምራ ኩባና ተነድባ። ዝገበርናሉ ምኽንያት ድማ ኣብ መንእሰይ ከም ዝረኣናዮ ብዙሕ ተስፋ ምቑራጽ ኣሎ፣ ምጭንናቕ ኣሎ። ንሱ ጥራይ ከም ዘይኮነ ኮፍ ኢሎም እዮም ዝውዕሉ ሙሉእ መዓልቲ። ስራሕ የብሎምን፣ ሰንተር የብሎምን፣ ዝራኸብሉ ነገር የብሎምን። ኣብ ገዛኻ ኮፍ ኢልኻ ኢኻ ትውዕል እና ንሱ ጭንቀት ይውስኸልካ እዩ። ንኦም መላዐሊ ንኦም መፃዓኒ እኮኖም ኢልናስ ኣክቲቪቲ ሰንተር ገይርናሎም እቲ ኣክቲቪቲ ሰንተር ድማ ሆል ሳውንድ ሲስተም ገዚእናሎም ኪራር ስፒከራት ድራም ዝኸውን ካብ ዝሓሰብናዮ ላዕሊ እዮም ድማ ስራሕ ዝሰርሑ ዘለው ብጣዕሚ ታለንተድ ታለንተድ ዝኾኑ መንእሰይ እዮም ብግጥሚ ብደርፊ ብድራማ ንኹሉ ህዝቢስ እንዳዘሩ ያጻውትዎም ያጽናንዕዎም ሞቲቬሽን ስፒች ይገብሩሎም ንመንእሰይ ሳልሳይ ድማ ናይ ኣብ ሱዳን ብጣዕሚ ብጣዕሚ ሕማቅ ማይ እዩ ዝዋቅዕ ዘን ክልተ ሰለስተ ወርሓት ዝሓለፋ ኣብ ተነድባ ሬፊጂ ካምፕ ስፔሻሊ እቲ መሬት ዋልካ ስለዝኮነ ብጣዕሚ ተጎዲኦም ነይሮም ማይ ክወቅዕ እንተሎ ብጣዕሚ ብጣዕሚ ጭቃ እዩ ዝኸውን ዳርጋ ክትኸደሉም ኣይትኽእልን ኢኻ ክትንቀሳቀሰሉም ኣይትኽእልን ኢኻ ትሕቲ ጢዋልካ ድማ ተመናት ስኮርፒዮንታት እዮም ዝርከቡ እና ብጣዕሚ ተጎዲኦም ነይሮም ዳርጋ ሰማንያ ፕሮሰንት ካብቲ ኬንዳ ዝተዋህቡ ካብ ዩንችኣር ፈሪሱ ነይሩ መብዛሕትኡ ኣብ ፌስቡክ ኣብ ኢንስታግራም ሪኢኹሞ ትኾኑ ኢኹም ብጣዕሚ ሕማቕ እዮም ሓሊፎም ሽዑ እና ሽዑ ብስመላሽ ግራንት ፋውንዴሽን ቀልጢፎም ኣክት ገይሮም ዕስራ ሽሕ ዶላር ልኢኾም ሚእትን ሰብዓን ሓሙሽተን ስቴብል ዝኾነ ሸልተር ኣስሪሕና ብባላ ብኣርቃይ ብሽርጋንያ እንዳገበርና ኣብ ሓደ ኬንዳ ድማ ሓሙሽተ ሰብ እዩ ዝነብረሉና ብዙሕ ሰብ ሓጊዝና ኢና ኣብኡ መብዛሕትኦም ኣብተን ድማ ዝርከቡ ዘለዉ ሕጂ ስቴብል ሸልተር እኒኦዎም እግዚኣብሔር ይመስገን ነዚ ሓገዝ ዝውዓል ገንዘብ ካብ ምንታይ ትረኽብዎ? እዚ ተወሳኺ ሓገዝ ስለ ዝኾነ ትገብርዎ ካብቲ ፕሮግራማትኩም ዝተፈለየ ስለ ዝኾነ ብኸመይ ተተሓባብሩ? ብኸመይ ትረኽቡ እቲ ገንዘብ? ከመይ ጌርኩም ኢኹም ንዕኡ ዝኸውን ገንዘብ ተተኣኻኽቡ? ኣብ ኩሉ ኣብ ወፃኢ ዘሎ መንእሰይ ተጋሩ ብዙይ ፀገም እዙይ ትግራይ ዝረኸበቶ ተራኺብና ኢና። ብሶሻል ሚድያ ብኢንስታግራም ብፌስቡክ ናይ ባዕልና ኮሚኒቲ ፈጢርና ኢና መንእሰይ ኣብ ስዊድን ኣብ ኖርወይ ኣብ ለንደን ኣብ ኩሉ ዓለም ዘለው ገለ ችግር ኣነ ባዕለይ ክፈትሖ ዘይክእል ችግር ክፍጠር እንተሎ ኣብ ሶሻል ሚድያ ፖስት ገብረ እየ ከምዚ ከምዚ ፀገም ኣሎ እንታይ ንግበር ወይ ዋትሳፕ ግሩፕታት ይምንኤና ዝተፈላለየ ኣብ መላእ ዓለም ዘለዉ መንእሰይ ኣብኡ ሸር እገብረሎም ከምዚ ከምዚ እኒኦ እንታይ ንገብር እንማኸር ፋንድሬዚንግ ንገብር ብፌስቡክ ብኢንስታግራም እንዳተራኸብና እንታይ ክንገብር ንኽእል ተባሂልና ቲዋይኤን ዝበሃሉ ኣለዉ ኣብ ሎንደን ትግራይ ዩ ኔትወርክ እና ኣብ ኤለይ ትግራይ ታይምስ እና ተጋሩ ሪቢል ትግራይ ዝብል ናይ መንእሰይ ብሰለስተ መዓልቲ ሰላሳን ሰለስተን ሽሕ ዶላር ኣኪቦም ናይ ኡምራ ኮባ ችግር ከመይ ጌርና ንቀፅሮ ተባሂልና ከምኡ ሓጊዝና እኒኤና።
እዚ ሬድዮ ድምፂ ኣሜሪካ እዩ። ነዛ ዮሃንስ ትካቦ ዝፃወታ ጉዕለምነይ ትብል ደርፊ ክጋብዘኩም